እሞ ኣብ መዕለቢኡ ከየብጽሕዎ ብሞት ዝተፈልዩ ታሪኻዊ ተርእዮ ጎረንዳዕ ዝብል ሓጺር ጽሑፍ ታሪኽ ዳህሳስ 20 ዓመት ናባኹም ከብሎ እየ ጎረንዳዕ ሓድሽ ታሪኻዊ ኣስተርእዮ ጸሓፊ ዶክተር ኣባ ይስቅ ገብረ የሱስ 8 ሚያዝያ 2006 ኣብ መፋርቕ ሽሕን ትሽዓተ ሚእትን ሰማንያን ሰለስተን ኣቢሉ እዩ ኣብ ሳሕል ሕሽክብ ኣብ ዝበሃል ቦታ ኣብቲ ናይ ሽዑ ቤት ጽሕፈት ክፍሊ ህዝባዊ ምምሕዳር ተመዲበ እየ ሰርሕ ነይረ ክብል ክብል ኣብ ሓደ ካብ ትርባዕተ ዲያርዮ ፈርዲናንዶ ማርቲኒ ዝተባህለ ውሩይ ጽሑፍ እሞ ኣብ ካልኣይ ቅጺ እናገንጸልኩ ከለኹ ኣብ መንጎ ገጻት 416 ክሳብ 417 ንሓያሎ ደቓይቕ ቀው ኢለ ምጽናሕኩ ክላእ ኣብ ጽሕፈት እዮም ተጋግዮም ጠላይን ከዓ ስቕ ኢሎም ተኾንዳዕ ክብሉ እኮ እዮም ደልዮም ኢለ ሕልፍ ምስ በልኩዋ እንታይ ከም ዝኾነ ከም ብሓድሽ ተመሊሰ ጥምት ኣበልኩዋ ዝተፈላለየ ንውሓት ብዘለዎ ልክዕ ከምዚ ዘበናዊ ናይ ማርሻ ቤዲና ብዝመስል ጽሩባ እማን ዝተገብረ ኣስካል ኣስካላ ድዩ ወይስ መንደቕ ክትፈልዮ ዘይትኽእል ትርፍራፍ ህንፃ ብየማናይን ጸጋማይን ጫፋቱ ከም ብትሕትኡ ሳዕሪ ማዕሪ ሹፍ ኢሉ ሽዱሽተ ኢጣልያውያን ጀነራላት፣ ሓደ ሻውዓዮም ምናልባት ሲቪል ወይ ናይ ወተሃደር ለቢሱ ዘሎ ማርቲኒ ብኣካል'ዩ ኢለ ግምት ገለ እዚ ባህላዊ እንብሎ ዘለና ክዳውንትና ዝለበሱ ናይ ከበሳውን ዝመስሉ ኤርትራውያን ብድሕሪት ፍንትት ኢሎም ብድሕርኦም ከኣ ዝተኾመሮሞ ፍርቂ ፍርቂ ብዝታዕሪ ዝተሸፈነ ዝመስል ዑና ብጸጋማይ ጎኒ ርሕቕ ኢለን ገና ብደወን ዘለዋ ሰለስተ ኣዕኑድ እምነ በረድ ወይ ጽሩብ እምኒ ኣብ መንጎእን ከኣ ገለ ካልእ ስባር ኣዕኑድ እምነ በረድ ዝመስል ብድሕሪት ኣብ ትሕቲ እቲ ጽሩይ ሰማያት ትርሕቕ ኢሉ ብቐጠልያ ዝተሸፈነ ጫፍ ናይ ሓደ ጎቦ ኣብ እግሪ እታ ስእሊ ዘላ መግለጺ Le Rinove di Goronda፣ ዖናታት ጎረንዳ፣ ትብል እንተኾነት ብትግርኛ ከተድምጻ ከሎኻ ባዕላ እታ ዕ ትብል ድምጺ ስለ እትመጽእ ብኸምኡ ጎረንዳዕ ኢልካ ከተድምጻ ሰጋእ ኣይትብልን። ብወገነይ ከኣ ብኸምኡ መዝጊበያን ተጠቒመላን። ጎረንዳዕ ቀጺልና ከም እንርእዮ ከኣ ጎረንዳዕ ኢለ ዘድምጽ ንበይነይ ኣይክኸውንን እየ። ኣቐዲመ ከም ዝጠቐስኩዎ ኣብቲ መጀመርታ ተኾንዳዕ ማለት ቶኮንዳ ንምባል ዝተገብረ ናይ ጠላይን ናይ ጽሕፈት ገጋ እዩ ኢለ ሓሊፈያ ዝነበርኩ። ግዜ መጠን ዝሓለፈ'ሞ ተተመሊሱ ብዝጠመትኩዋ እታ ስእሊ ምስ ተኾንዳዕ ዘራኽብ ከም ዘይብላ እናኣመንኩ ከይደ። ብዙሕ ግዜ ከኣ ገገንጺለ እርእያ እሞ ነቲ ቅድሚኣን ድሕሪኣን ዘሎ ገጻ ትድህስስ። ኣብ ኢንደክስ መጽሓፍ ከይደ ከኣ ምናልባት ምስቲ ካብ ኤስ ጋብ ዘድ ተሰሪዑ ዘሎ ስማት ቦታታትን ሰባትን ሃሰስ ዝብል ማይ ምዑገ ኣምባሂቆ ተሪፈ ብዛዕባኣ ዝደግም ገለኸ ብምዕራብ ተመዲቦም ኣብኡ ዝሰርሑ እሞ ብስራሕ ምክንያት ገይሾም ንዘዝመፁ ኣባላት ክፍሊ ህዝቢ ብዛዕባ ጎረንዳዕ ምሕታት ከዓ ዋኒን ኣይኮነ ደጋጊመ ክሓትት ዘስተብሃሉ ገሊኦም ዋእ ምናልባት ደኣ ዓዲ ጉርንዲ ከይትኸውን ዝብሉ እኳ ኣይተሳእኑን። ኣብ ዓዲ ጉርንዲ ማለት ዓዲ ጉርዲ ናይ ቅርሲ ነገር ከም ዘየልቦ ከረጋግጽ ግን ኣይደንጎኹን። ድሕሪ ነጻነት እውን እንተኾነ ኣብቲ ኣፈፈት ቅያ ዝበልኮ ብሓደ ኤርትራዊ እሞ ብኤርትራዊ ቋንቋ ዝተጻሕፈ ንስነ ጥንታዊት ኤርትራ ከላሊ ዝፍትን ብ1993 ዝተዘርግሐ ፈላሚ ናይ ስነ ጥንቲ ጽሑፍና ንጎረንዳዕ ከስፍራ ሓያሎ ላዕልን ታሕትን ኢለ ኣይኮነለይን ድሕሪ እዚ ግን ጸጸኒሐ እኳ ዝክራ እንተነበርኩ ዝኾነ መልሲ ስለ ዝሰኣንኩ በብቑሩብ ቀቢጸያ ጎረንዳዕን ግሩም ቅርስታታን ብኻልእ ንጥፈታት ተረሲዑ ዓመታት እውን ሓሊፉ ዕለት ሽዱሽተ ወርሒ ሸውዓተ ክልተ ሽሕን ክልተን ኣቶ ተወልደ ዝተባህለ ቅድሚ ሽዑ ምስኡ ሌላ ዘይነበረኒ ሰብ ብተሌፎን ረኺቡኒ ሓደ ቅርሲ ኣብ ከባቢ ደቀ ምሓረ ምህላው እሞ ክሪኦ ፍቓደይና እንተኾይነስ ብመኪንኡ ክወስደኒ ከም ዝኽእል ተዛሪቡኒ። ንውጡሕ ናብቲ ሳሆታት ሮብራ ኣብ እገለ ሓመስ ዝመስረትዎ መጀመርቲ ዓዲ ከኣ ወሰዱኒ። ሮብራ ማለት ብመሰረት ኣፋዊ ቅያታትና ወዮም ካብ ሕሱም መግዛእቲ ገበል ብተዋጋኣይ ኣግነ ነፃ ዝወፁ እዮም። ኣብ ከባቢ ውጡሕ ምስ በጻሕና ብዝሕ ዝበለ መቓብር ኣብ ዘለዎ ቦታ ወሲዶምኒ። ኣብ መንጎቲ ኣማኢት መቓብራት ሓንቲ ኸኣ ፍልይ ዝበለት ቀጸላ እምኒ ዘላታ መቓብር ኣርእዮምኒ። መቓብር ኣምሃራይ እያ ትበሃል ከኣ ኢሎምኒ። እዚ ካልእኸ ናይ መን እዩ? እዚ ካልእ ደኣ ካብ ኣርባዓታት ንነጀው ጀሚሩ በብቑሩብ ናብ ከም ዝበለ ዝበጽሐ እዩ። ቅድም መቓብር ኣምሃራይ ንበይና እያ ነይራ ኢሉኒ ኣቶ ተወልደ። እዚ ኣምሃራይ እትብልዎ ዘለኹምከ እንታዋይ እዩ? ኢለ ምስ ሓተትኩ፣ ኣምሃራይ ጎረንዳዓታይ እዩ። ዝብል ዘይሓሰብክዎ መልሲ ረኺበ። ንገለ ደቓይቕ ከይተፈለጠኒ ቀዘዝ በልኩ። ኣብ ተዘክሮታተይ ገለ ነገር ብሃንደበት ተበራቢሩ ክሰርሕ ጀሚሩ ስለ ዝነበረ፣ ጎረንዳዕታይ? ጎረንዳዕ? ኣብታ ቀጸላ እምኒ ብገሊኡ ወሳስኑ ሓድሕድ ዝተተረኣኣሰ ዝመስል ሕንጻጻት ኣሎ። እቲ ሕንጻጻት ንድፊ ሕንጻጽ ናይ ሽዳ ሳእኒ የዘኻኽረካ። ጎረንዳዕ እንታይ ማለት እዩ? ኢለ ምስ ሓተትክዎም ገሊኦም ጎረንዳዕ ደኣ ዓዲ እዩ ክብሉ ከለዉ ገሊኦም ግን ጎረንዳዕታይ ንብዙሓት ዝወለደ በለወታይ ናይ ጥንቲ ፈራይና እዩ ዒሎምኒ ንስኻትኩም ከንታወት ኢኹም ንሕና ደኣ ጎረንዳዖቶት ዝብል መልሲ ረኸብኩ ቁሩብ ከ ጎረንዳዕ ማለት እንታይ ማለት እዩ ምስ በልክዎም ጎረንዳዕታይ እኮ በለው እዩ ኢሎምኒ ብሽሕን ሸዓተ ሚትን ክልተን ዝተዘርግሐ መጽናዕቲ ብፁዕ ኣምላክን ደብረ እንዳስላሰን ዘርእስቱ ኣብ ገጽ ትሽዓተ ሓደ ካልእ መስመር ጨንፈር ጎደይቲ ጎረንዳዕቲ ዝበሃል ኣብ ምምስራት ዓዲ ምሕፁን ዝተሳተፈ እዩ ዝብል ጥቕሲ እሞ ምዛ ኣብ ከባቢ ሃይኮታ ንምዕራብ ኣቢለ ዝሓስባ ዝነበርኩ ምስ ናይ ሮብራ ናይ ጎደይቲ ጎረንዳ ዓቲ ከተኣሳስራ ግን ኣብ ኣእምሮይ ኣይተቐልቀለን ዝነበረ ከተኣሳስራ እናኮመሳዕኩ እናስተንተንኩን ንግዚኡ ንኣይ ኣኺሉ ዝተርፍ ሓበሬታ ነበረ። ንመጀመርያ ግዜ ህላወ ጎረንዳዕ ዝበሃል ህዝቢ እውን ብህዮት ረኺበ ስለ ዘለኹ ነታ ናይ ዲያርዮ ስእሊ እናሓሰብኩ እየ ኸኣ ካልእ ቅርስታት ናይ ጎረንዳዕ ከ ኣብዚ ከባቢ ኣሎ ዶ ኢለ ዝሓተትኩ እዎ ኣሎ ናብኡ እንዲና ሒዝናካ ክንከይድ ኢሎምኒ ሓደ ነገር ግን ሎሚ እውን እንተኾነ መልሲ ዘይረኸብኩሉን ምርዳእ ዝኣብየንን ኣሎ እሱ ከዓ ኣብ ላዕሊ ተዘኪሩ ዘሎ ዓብ ናይ ታሪክ ተመራማሪ ክሳዕ እቲ ንሱ ዝነበረሉን ክርከብን ክፍለጥን ዝተኻእለ ዘበለ ጠርኒፉ ንመምዩ ንፀሓፈ ዝነበረ እዩ ንሱ ከዓ ኣብ ላዕሊ ተዘኪሩ ዘሎ ዓቢ ናይ ታሪኽ ተማራማሪ ክሳዕቲ ንሱ ዝነበረሉን ክርከብን ክፍለጥን ዝተኻእለ ዘበለ ጠርኒፉን መምዩን ዝጽሕፍ ዝነበረ እዩ ኣብቲ መጽናዕትታቱ ግን ምስቲ ኩሉ ንሱ ዝሰርሖ ስነ ጥንቲ ዝምልከት ስእልታት እዛ ንዛረበላ ዘለና ስእሊ ጎረንዳዕ የላን ኣይተጠቕሰትን እውን ታሪኽ ኢትዮጵያ ኣብ ዝበሎ ዳርጋ ብምሉእ ዝዓበየ ክፋል ምድርታት ኣኽሱም እተቕውም ኣብ ዝነበረት ኤርትራ ዝዝንቢ ጽሑፍ ቅድሚ ዕስራ ዓመት ካብ ዝትርጉሞ እውን ዘሕተሞ ስኢኑ ምሳይ ኣሎ። ጸሓፊ ከወሃህዶን ክዛዝሞን ሰላሳ ዓመት ኣቢሉ ዝወሰደሉ ንጎረንዳዕ ኣይፈልጣን። ኣብኡ ኣብቲ ጽሑፍ ካብ ዝዘተየሉ ሸውዓት ስነ ጥንታዊ ዞባታት እቲ እርባዕተ ኣብ ውሽጢ ኤርትራ እዩ። ብምሉኡ ታሪኻዊ ቦታታት ኤርትራን ነብሲ ወከፍ ቅርሱን ብደቂቕ ተዘትዩሉን ኢትዮጵያን ምባል ከኣ መዝሚዝዎን። እዛ ምርእይቲ ስእሊ ጎረንዳዕ ግን ኣሰራ የልቦን። እዚ ሕንቅልሕንቅሊተይዚ ምናልባት

ዕለታዊ መዝገብ ዝሓቖፈት እያ። ኣብ ሽሕን ትሽዓተ ሚእትን ኣርባዓን ክልተን ዓመተ ምህረት ኣቢላ እያ ተዘርጊሓ። ስለዚ ኸኣ ድሕሪ ካልኣይ ኲናት ዓለም ዕቱብ ምርምር ብዛዕባ ኤርትራ ስለ ዘቋረጸ ለ በቶም ዝቐጸሉ ገዛእቲ እውን ዝኾነ ዕቱብ ምርምር ብዛዕባ ኤርትራ ስለ ዘይተደልየ ሐ ኣብቲ ዝኾነ ስልጣነ ዘየሕለፈ ተባሂሉ ኣብ ዝግመት ኒላዊ ዞባ ምሕድግ ኢላ ኣብ ጽሙ ኣከባቢውን ስለ እትርከብስ ካብ ተመራመርቲ ዋላ ሓደ ዘድህበላ ስለ ዘይረኸበት ወዘተ ኢልካ እንተ ዘይኮይኑ ብኻልእ ክግለጽ ኣይከኣልን ዛንታና ክንቅጽል መቓብር ኣምሃራይ እቲ ጎረንዳዕታይ ሰኣ ኢልና ናብቲ ገለ ኪሎ ሜትር ርሕቕ ኢሉ ዘሎ ዘጋበለው እንዳ ገርግስ ዝተባህለ እምብዛ ጽሙ በረኻታት ኣምሪሕና። ቅድም ዘጋበለው ኢኻ እትረክብ ናይ ሮባ ጎረንዳ ዕቶት በለው ምዃኖም ምፍላጠይ ብዛዕባ ዘጋበለው ዝብል ስነቓልን ትርጉምን ኣይገረመንን። ከምቲ ብጥንታዎት በለው ዝተመስረተ ዓድታት ሃዘጋን ጸዓዘጋን ካልእን ቅድሚ ብደቂ መረኒ መሓዙ ድገ በለው ይበሃል ምንባሩን ምዃኑን ስለ ዝፈልጥ ዘጋ በለው ብርኽ ዝበለ ቦታ ኮይኑ ሎሚ ዝሕረስ ግራውቲ እዩ ኣብኡ ኣብ መዋእለ ጥንቲ ወዲ ሰብ ይቕመጠሉ ከም ዝነበረ ዝሕብር ሓደ ሓደ ብሰብ ዝተጸርበ ዝመስል ናይ እማን መሳርሕን ናይ ካይላ ስብርባርን ጥንታዊ ዘይተጋህሰ መቓብራትን ፈቖዱ ይርከብ። ካብኡ ፍንትት ናብ ዝበለ እንዳ ገርግስ ናብ ዝበሃል እውን ከድና። ሓያሎ ኣሰረ ጥንቲ ረኺብና። ኩሉ ሰኣ ኢለ ይውክል እዩ ዘዝበልኮ ሓደ ሓደ ኣራርየ ንቤት ጽሕፈት ሃገራዊ ቤተ መዘክር ልኢኸሎም። ገለ ካብቲ ስእልታት ከኣ ኣብቲ ብቋንቋ ጣልያን ዲያሎጎ ተባሂሉ ዝተዘርግሐ ብትግርኛ ኸኣ ምይይጥ 2006 ተባሂሉ ዘሎ ጽሑፋት ኣብ ምዕራፍ 13 ተጠቒመሉ ኣለኹ ንኻልኣይ ግዜ ምስ ኣባላት ቤተ መዘክር ናብቲ ከባቢ ወፊርናስ ባህ ዘበለና ኮለላን መጽናዕትን እውን ጌርና ነበርና ኣብዚ ካልኣይ ወፍሪ ሓደ ትርፍራፍ መንደቕን ሓንቲ ኣብ ውሽጢ በዓቲ ዝተቐርቀረት ዕትሮን ረኺብና። ኣብ ክልቲኡ ኮሎላታት ኣብ ዘጋበለውን ከባብ እንዳገርግስን ዝያዳን ኣውራን ብውሽጢ ልበይን ሃሰስ ዝብሎ ነገር እንተ ደኣ ነይሩ ግን እታ ናይ ዲያርዮ ጎረንዳዕ ወይ ከኣ ንኣ ዘዘክር ትርፍራፍ እዩ ነይሩ። ናይ ጎረንዳዕ ኣሰር ዝብሃል ኣይትረኽበን እንትርፍ መቓብር ኣምሃራይ እቲ ጎረንዳዕታይ መወዳእታ ወርሓት ዓመተ ክልተ ሽሕን ሽዱሽተን ልክዕ ዕለቱ ይዝክሮን ካልእ ሃንደበታዊ ጽንጽንታ ብዛዕባ ጎረንዳዕ ኣብ ከባቢ ጎኘ ጎረንዳዕ ኣብ ዝበሃል ቦታ ሓድሽ ቅርሲ ተረኺቡ ዝብል እቲ ወረ ጥዑም ወረ እኳ እንተነበረ ንምርግጋጹን ናብቲ ቦታ ከይደ ብኣካል ንምርኣይን ግዜ ወሲዱለይ ኣብ መወዳእታ ግን ሓደ ጎረንዳዕ ዝበሃል ቦታ ኣብ ከባቢ ጎኘ ጥራሕ ዘይኮነስ ትግረ ዝዛረቡ ኣብ ከባቢ መንሱራ ዝነብሩ ዝነበሩ

ሰ መቓብር ጎረንዳዕታይ ኣብ ሮብራ። እዚ ኹሉ ናይ ምርካብ ሸውሃትካን ወንኻን ክምክቶ ዘይክእል ሓያል ረስኒ እናኾነ ከይዱ። ከመዮ ናይ ርሑቕ ምዕራብ ኣሜሪካ ናይ ወርቂ ሕማም ረስኒ ብዝመስል ዕለት 22 26 12 2006 ምርግጋጽ ተረኽቦ። ናይዚ ሓድሽ ታሪኻዊ ቦታ ተዛዚሙ ማለት እዩ። ብሕጽር ዝበለ ምምሕዳር ንኡስ ዞባ ጎኚ ኣቶ ዳንኤልን ምክትሉ ኣቶ ሸኸዲንን ነታ ጉዳይ ኣገዳስነታ ክርድኡ ኣይደንጎዩን ኣቶ ኢብራሂም እድላል ኣቶ ያዕቆብ ማሕሙድ ድግለል ኣቶ ሙሳ ዓሊ ፉራ ኣቶ ሕመድ ሻምባ እድሪስ ኣቶ ኡሌ ኣሹኩ ኩመላ ልባብ፣ ኣቶ ፈረጅ ኣምባዳብር፣ ኣቶ ሲሌማን ዓሊቱ ዝበሃሉ ኣብቲ ከባቢ ዝዓበዩ እሞ ኣስማት ቦታታት ዝፈልጡ ሸውዓተ ሰባት ጸዊዖምለይ። ምስኣታቶም ንሓደ ሰዓት ዝኸውን ተመያይጠ። እቶም ሰባት ካብ ብንዓምር ትግረ ናራ ኩናማ እዮም። ዘድሊ ምልላይ ምስ ገበርና ኣብዚ ከባቢ ጎረንዳዕ ዝበሃል ቦታ ወይ በረኻ ዝፈልጥ እንተለዎም ሓቲተ ኣብ መጀመርታ ኩርንዳ ወይ ድማ ጉራንዳ ዘድመፃን ኮይኑ ተፈላለዮም ኣብ መጨረሻ ግን እሩም ኣደማምፃ ጎረንዳ እዩ ኣብ ዝብል ተሰማሚዖም ዕ ዘይብላ ከምታ ናይ ዲያርዮ ማለት እዩ ምምሕዳር መጓዓዝን ሓደ ካብቶም ሰባትን ሂቦምኒ ዓሰርተ ሓሙሽተ ኪሎ ሜትር ንምዕራብ ካብ ጎኚ እዛ ሓዳሽ ጎረንዳዕ ዘላቶ ቦታ እዩ ኣብኡ ጸንሑና ሰራዊት ተስፋይ ወልደንኪኤል ክብሪ ኣብ ገረዝግሄር ዝበሃሉ ኣሰነይቲ ሂቦምና ሃሰሳና ብዘይ ድኻም ብጽቡቕ ወዲእና እታ ኣብ ዲያሮይ ማርቲኒ ዘላ ነዚ ኩሉ ምንቅስቓስ ዝፈጠረት ገና እውን ስራሓ ዘይወደአት መናድቕን ደው ዝበለ ኣዕኑድን ዘለዋ ጎረንዳዕ ጉዳም ቦታ ግን ኣይረኸብናያን። ድልያ ናይ ምቕጻል ጉዳይ ነቶም ሰራዊት ብፍላይ ከኣ ነቶም ምሳና ክነጥፉ ብምውዓሎም ስነ ጥንታዊ ሸውሃት ዘልገብናሎም ክልተ ምሁራትን ትኩራትን ኣሰነይቲ ዕረፍቲ ትህቦም እያ ኢለ ይኣምንን ብወገነይ ብምትእምማን ኣስተርእዮ ጎረንዳዕ ኣስተርእዮ ወገግታ ስልጣነ ጋሽ ባርካ እምበር ካልእ ክብሎ ዘይክእል እዚ ጉዳይ እዚ ምስቲ ኣብ ቦትኡ እንርእዮ ምድረ መለኮት ወይ ምድረ ፑንት ከተኣሳስሮ እውን ሰገጥ ኣይብልን እየ በዚ ስዕብ ምክንያት ሀ እቲ ስልጣነታት ሓበሻ እየ ዝበሃል ንባዕሉ ቅድሚ ኣብ ዘበናት ሓማስየን ጸኒሑ ኣብ ዶብ መረብ ቅድሚ ምዕንባቡ ንነዊሕ መዋእላት ካብ ኣዱሊስ ሳሕል ሰንሓይት ባርካ ክሳዕ ኣጥባራ ንመረወ ኣቢሉ ምንባሩ ዝፍለጥ ስለ ዝኾነ ለ እቲ ኣብ ኤርትራ ዝንጽሎ ውቅያኖስን ጸድፍን ስለ ዘይብሉ ንስልጣነ ግብፂ ከም ዝፈጠረ ርጉጽ ኮይኑ ዘሎ ዝዝረበሉን ስልጣነ መረወ ናይ ግሪኽን ቅዱሳት መጻሕፍትን ኢትዮጵያ ማለት ኒላዊ ስልጣነ ስለ ዝኾነ ሐ ስልጣነ ግብፂ ንባዕሉ ኒላዊ ስልጣነታት እምበር ካልእ ስለ ዘይነበረ መ ኣብ መቓብር ፈርዖናት ምስ ተረኽበ ከም ወርቂ ናይ ሓማሴና ዛሒት ናይ ስዋ ብቑልን ከምኡ ዝኣመሰለ ካልእን ምስቲ ናይ ኤርትራ ሓደ ስለ ዝኾነ ሰ ኣብቲ ሰፍሒ ጆግራፊያዊ ቦታታት ኤርትራ ዝነበረን ዘሎን ሓያለ ዜቤታውን ናይ ሕርሻ ቅዲ ኣካዳድናን ዕጥቅን ኣቋንና ጸውሪ ርእስን ካብቲ ነይሩ ዝበሃል ናይ ግብጺ ስለ ዘይፍለ እዛ ጎረንዳዕ ከኣ ልክዕ ኣብ መስመር ስልጣነታት ኒል ስለ እትርከብ እምበኣር ጎረንዳዕ ኣስተርእዮ ወገግታ ስልጣነታት ጋሽ ባርካ እያ ምባል ህዉኽ ዘረባ ኮይኑ ይስምዓንን ግዜ ዉን ባዕሉ ክዛረብ ስለ ዝኾነ።
ብስራት ነፍቀርቲ ንባብ መጻሕፍቲ ኤርትራውያን ኣብ ወጻኢ ሃገር ኣበይ ክንረክብ ንኽእል ኢልኩም እትሽገሩ ሰባት ውሑዳት ኣይኮንኩምን። ነዚ ፍታሕ ንምንዳይ ብዝተኻእለ መጠን ኣብ ውሽጢ ሃገርን ኣብ ወጻእን ዝሕተሙ መጻሕፍቲ ናብ ኣንበብቲ ንምቕራብ ንዝሓለፈ ሸሞንተ ዓመታት ከይተሓለሉ ካብ ዝሰርሑ ትካላት ብቐዳምነት ዝስራዕ ሰሙያት ምሕታምን ምክፋልን መጻሕፍቲ ኤርትራውያን እዮም። ኣብ መርበብ ሓበሬታ ሰሙያት ዳት ኮም ናብ ኣሜሪካ፣ ካናዳን ሃገራት ኤውሮጳን ዝለኣኹ ልዕሊ ኣርባዕተ ሚእትን ሓምሳን ዓይነት መጻሕፍቲ ብኣሽሓት ቅዳሓት ይርከቡ። ሰማያት መሸጣ መጻሕፍቲ፣ መበቆላውያን መጻሕፍቲ ብናይ ትርጉም መጻሕፍቲ ተዋሒጦም ከይተርፉ ዘይተኣደነ ጻዕሪ የካይድ። መርኣያ ናይዚ ኸኣ ታሪኽ ህይወት ሓርበኛ ኣቦና ወልደኣብ ወልደማርያም፣ ትኩእ ይሕደጎ፣ ኪዳነ ክፍሉ፣ ዓብደልቃድር ከቢረ፣ ሼኽ ኢብራሂም ሱልጣን፣ ዶክተር ፍጹም ገብረስላሴ፣ ጠበቓ ጸጋይ ኢያሱ፣ ኣዝማች በርሀ ገብረኺዳን፣ ብላታ ካሕሳይ ማሉ፣ ጀነራል ኣማን ዓንዶም፣ ብርሃን ኣብ ጸልማት ወዘተ ዝኣመሰሉ ልዕሊ ሰላሳን ሓሙሽተን መበቆላውያን መጻሕፍቲ ኣሕቲሙ ኣብ ምክፍፋል ይርከብ ኣሎ። ሰማያት መሸጣ መጻሕፍቲ ዝርግሐ መጻሕፍቲ ንምድንፋዕ ንቕሓት ኤርትራውያን ክብ ንምባልን ንኤርትራውያን ጸሓፍትን ደረስትን ንምትብባዕን ኣብ መላእ ዓለም ምስ ዝርከቡ ኣብ ምሻጥን ምክፍፋልን መጻሕፍቲ ኤርትራውያን ዝነጥፉ ውልቀ ሰባትን ትካላትን ተረዳዲኡ እናሰርሐ ንዕብየት ስነ ጽሑፍ ሃገርና መሪሕ ተራ ኣብ ምጽዋት ይርከብ። ናይ ቅድምን ሓድሽ መጻሕፍቲ ንምርካብ ምርጫኹም ኣብ ሕቡራት መንግስታት ኣሜሪካ ንዝመደበሩ ሰማያት መሸጣ መጻሕፍቲ ይኹን ምርጫኹም። ዘዳለኹሞ መበቆላዊ ጽሑፋት ብመልክዕ መጽሓፍ ናብ ኣንበብቲ ንምቕራብ ሰማያት ምሕታምን ምክፋልን መጻሕፍቲ መጻሕፍትኹም ብዝደለኹሞ ዓይነት ወረቐትን ገበርን ብርትዓዊ ዋጋ ኣሕቲሙ ከረክበኩም ይኽእል። መኣስስ ጥራሕ ጽሑፍኩም ክኢላ ቋንቋ ክሓልፎ ሓገዝ ኣርትዖትን ንድፊ ገበርን ዝሰርሕልኩም ክኢላታት ኣብ ምርኻብ እውን ሓገዝ ክንገብር ንኽእል። ብጽሑና ብስራሕና ክትዓግቡ ኢኹም።